ኣብ ማእከል እዚ ኩሉ ጫውጫውታ፣ ዬናስ ዝበሃል ውዲ ሰላሳን ሓሙሽተን ዓመት መንእሰይ ኣብታ ዘመናዊት መኪንኡ ኮይኑ ነዚ ኩነታት ይዕዘብ ነበረ። ዮናስ ሃብታም ነጋዳይ እዩ። ኣብታ ከተማ ኣዝዩ ፍሉጥ ግን ከኣ እንተኾነ ውሽጡ ሓጎስ ኣይነበሮን። ንሱ ካብቶም በዓል መጸ ኢሎም ዝሕጎሱ ሰባት፣ ዝተፈለየ ስምዒት ነበሮ። በዓል ልደት ክመጽእ ከሎ ንየናስ ጭንቀት እዩ ዝገብረሉ፣ ምኽንያቱ እቲ ብደገ ዝረኣ መብራህቲ ነቲ ኣብ ውሽጢ ልቡ ዘሎ ጸልማት ስለ ዘየግህደሉ እዩ። ዮናስ ቀደም ዲያቆን ዮናስ ተባሂሉ ዝጽዋዕ ዝነበረ ኣብ ቤተ ክርስቲያን ዝዓበየ ድምፁ ማህሌት ዘይፈለዮ ዘይፍለዮ መንእሰይ ነበረ። ሕጂ ግና እቲ ናይ ቀደም ዮናስ ሞይቱ ብገንዘብን ብዓለማዊ ጣዕምን ዝተላዕጠጠ ሓድሽ ዮናስ ተተኺሉ ኣሎ። ንሱ ንኣምላኽ ኣብ ሰማይ እዩ ዘሎ፣ ኣነ ድማ ኣብ ምድሪ ስርሐይ ይሰርሕ ኣለኹ ኢሉ ንሕልንኡ ካብ ዝዓጽዎ ዓመታት ሓሊፉ ነበረ። ድሮ ልደት ኮይኑ ዮናስ ናብ ገዝኡ ክኣቱ ከሎ ሞባይሉ ተደወለት። ዳዊት ዓርኩ ሃለው ዮናስ እንታይ ሓሳብ ኣለካ ሎሚ ምሸት ናይ ምዝንጋዕ ምሸት ኣዳሊና ኣለና ኩሎም እቶም ነጋዶ ክመፁ እዮም መስተ ከም ማይ ዝፈሰሉ ምሸት እዩ ክትመጽእ ኣለካ በሎ ዳዊት ብዓውታ። ዮናስ ደስ ከይበሎ ሕራይ ዳዊት ግዜ እንተ ረኺበ ክመጽእ'የ ኢሉ ቴለፎኑ ዓጸወ። ንሱ ግና ናብቲ ፓርቲ ክኸይድ ድሌት ኣይነበሮን። ኣብ ውሽጢ ሓደ ዘይተረድኦ ህርፋን ነበሮ። እንታይ ከም ዝደሊ ግና ይፈልጥ ኣይነበረን። መኪንኡ ኣብቲ ኣፍ ደገ ገዝኡ ኣቚሙ ናብታ ባዶ ዝኾነት ገዝኡ ኣተወ። ገዝኡ ብውቁብ ሳሎናትን ኣቑሑን ዝመልእት እያ። ግና ህይወት የብሉን፣ ሰባት ሰበይቲ የብሉን፣ ውላድ ድማ የብሉን። ገንዘብ ግን ኣለዎ ሰላም የብሉን። ዮናስ ኣብቲ ሰፊሕ ሳሎን ኮፍ ኢሉ ሓደ መዝሙር ወልዐ። በጎል ሰከበ፣ ብኣጽርቕቲ ተጠብለለ፣ ቤዛ ኩሉ ዓለም እዮም ተወልደ ዝብል ምስ ሰምዐ ዮናስ ውሽጡ ተሰምዖ።

ዝተቐደደ ዝነበረ ግና ልቡ ምሉእ ነበረ። ሕጂ ግና ሃብታም፣ ክዳኑ ዘመናዊ፣ ልቡ ግና ባዶ እዩ። ኣብ ደምበ ተደቀሰ በለ ዮናስ በይኑ ጎይታ ዓለም ከመይ ኢሉ ኣብ ደምበ ይድቅስ? ኣነ ኣብዚ ምቾት ዘለዎ ገዛ ይድቅስ፣ ንሱ ግና ኣብ ደምበ ንፋስ ከተማ ቁሪ ገይሩ ነበረ። ዮናስ ኣብ ገዛ ኮፍ ምባል ስለ ዘጨነቖ ቁሩብ ንፋስ ክወስድ ኢሉ እንደገና ወጸ። እግሩ ናብ ዝመርሖ ክኸይድ ጀመረ። መኪንኡ ገዲፉ ብእግሩ ክዛወር ጀመረ። ኣብ ሓደ ጽምው ዝበሎ ቦታ ሓደ ኣረጋዊ ሰብኣይ ረኣየ። እቶም ዓቢ ሰብኣይ ነዊሕ ጭሕሚ ዘለዎም ኣቦ፣ ኣብ ኢዶም በትሪ ዝሓዙ፣ ጻዕዳ ነጸላ ዝተኸድኑ ነበሩ። ዮናስ ብጐድኖም ክሓልፍ ከሎ እቶም ዓቢ ኣቦ ጸውዕዎ። የናስ ወደይ ንዓስኪ በልዎ። የናስ ስንብድ በለ። ነዞም ሰብኣይ ፈጺሙ ኣይፈልጦምን እዩ። ስሙ ከመይ ኢሎም ከም ዝጸውዕዎ እናሓሰበ ኣቦይ ትፈልጡኒ ዲኹም ኢሉ ብድንጋጸ ጠጠው በለ። እቶም ኣቦ ፍሽኽ በሉ እሞ፣ ኣብዚ ከተማ ንዮናስ ዘይፈልጥ መን ኣሎ? ነጋዳይ እሞ ኸኣ ሃብታም ክቡር ሰብ። ግና ወደይ ገጽካ እኮ ጓሂ ይንበቦ ኣሎ። ሎም ምሸት ልደት እዩ። ስለምንታይ ገጽካ ኸም ስቕለት ተደዊንካ? በልዎ። ዮናስ ኣብቲ ምሸት ንሓደ ዘይፈልጦ ሰብ ስምዒቱ ከውጽእ ኣይደለየን። ግን እቶም ኣቦ ሰብኣዊ ሓይሊ ዘይኮነስ መንፈሳዊ ግዳም ስለ ዝነበሮም ክሕሱ ኣይከኣለን። ኣቦይ ሓቅኹም ኣለኹም ኢሉ ነገር ሓቅኹም ኣለኹም ኩሉ ነገር ኣለኒ ግን ደስታ የብለይ ልደት መጸ እንተበሉ ኣነ ባድነት ይስመዐኒ በለ። እቶም ኣቦ በታ በትሮም ሜረት እናሃረሙ ቀስ ኢሎም ናብ ዮናስ ቀረቡ እሞ ኣብ ልቡ ኣመልከቱ። ጸገምካ ትፈልጥዶ ዝወደይ? ንስኻ ንክርስቶስ ኣብ ቤተልሔም ጥራይ ኢኻ ትደልዮ ዘለኻ። ቤቴልሄም እኮ ታሪኽ እዩ። እቲ ሓቀኛ ልደት ግና ቦትኡ ኣብዚ'ዩ ኢሎም ኣብ ኣፍ ልቡ ተንከፍዎ። ዮናስ በዚ ዝበልዎ ተሰማምዐ። ግና ኣበይ እዚ ልበይ እኮ ኣቦይ እዚ ልበይ እኮ ረሲሑ'ዩ። ክርስቶስ ከመይ ኢሉ ኣብዚ ይኣቱ? ኣነ እኮ ሓጢኣተኛ እየ፣ ንብዙሓሕ ዓመታት ካብኡ ዝረሓቕኩ ሰብ እየ። እቶም ኣቦ ኣዕሚቖም ኣስተንፈሱ። ወደይ ክርስቶስ ስለምንታይ ኣብ ደምበ ከብቲ ተወሊዱ ይመስለካ? ደምበ ማለት እኮ ጽሩይ ቦታ ኣይኮነን። ሽንትን ዒባን ዝመልኦ ጨና ዘለዎ ቦታ እዩ። ንጉስ ነገስታት ዝኾነ ጎይታ ኣብ ጽሩይ ቤት መንግስቲ ክውለድ ይከኣል ነይሩ እዩ። ግና ንሱ ነቶም ናብ ነቶም ሕሙማትን ድኹማትን ነቶም ሓጥኣንን እዩ ዝመጸ ንምባል ኣብቲ ረሳሕ ደንበ ተወልደ ብሎ ቀጺሎም ዓይኒ የናስ እናጠመቱ ልብኻ ደምበዶ ኮይኑ ተሰማዕካ? እንስሳታትከ ሓጢኣት ትምክሕቲ ቅንኢ ፍቕሪ ነዋይ መሊኡዎዶ? እምበኣር እቲ ቦታ ንሱ ኣቦ ጐይታ እቲ ቦታ ንሱ እዩ። ጎይታና ኣብቲ ረሳሕ ዳም ኣብቲ ረሳሕ ደምበ ክውለድ ድሌት ኣለዎ። ንስኻ ግን ማዕጾ ክፈተሉ ጥራይ። ዮናስ እዚ ምስ ሰምዐ ዝገትእ ዝግታእ ዝነበረ ንብዓት ክፈስስ ጀመረ። እዞም ቃላት ንነብሱ ከም በሊሕ ካራ ወግእዎ። ዮናስ ካብቶም ኣቦ ተፈለ ናብ ገዝኡ ተመልሰ። ግን እቲ ቃላቶም ኣብ ኣእምሮኡ ይመላለስ ነበረ። ልብኻ ደምበ እዩ፣ ጐይታ ድማ ኣብ ደምበ ኪውለድ ይደሊ። ዮናስ ናብቲ ናይ ጽላሎት ክፍሊ፣ ናይ ጸሎት ክፍሊ ንዓመታት ዝገደፎ ኣተወ። ኣብቲ ናይ ጸሎት ክፍሊ ሓንቲ ስእሊ ድንግል ማርያም ምስ ፍቁር ወዳ ተሰቂላን ነበረት። ዮናስ ኣብ ቅድሚታ ስእሊ ተንበርኪኹ ጐይታ ይብል ብዝጋርድ ድምጺ፣ ልበይ ብሓቂ ደምበ'ዩ፣ ኣብዚ ደምበ ልበይ ትምክሕቲ ኣሉ፣ ናይ ዝሙት ሓሳባት ኣሉ፣ ንሰባት ምንዓቕ ኣሉ፣ ሕልና ምሻጥ ኣሉ። እዚ ኩሉ ረሳሕ ነገር ተሸኪመ ከመይ ኢለ ተወለድ ክብለካ ይኽእል። ሽዑ ዮናስ ነቲ መጽሓፍ ቅዱሳዊ ታሪኽ ዳግማይ ብመንፈስ ረኣዮ። ዮሴፍን ማርያምን ኣብ ቤተልሔም ቦታ ምስ ሰኣኑ ናብቲ ሸለል ዝተባህለ ደምበ ኣተዉ። እቲ ደምበ ጽሩይ ኣይነበረን። ግና ማርያም ምስ ኣተወቶ ብርሃን መልአ። ኩሩሰስ ምስ ተወልደ እቲ ጨና ናብ ጥዑም ሽታ ተቐይሩ ዮናስ እሞ ንዓይ ተስፋ ኣለኒ ማለት እዩ ኢሉ ሓሰበ። ኣብ ውሽጡ ከቢድ ቃልሲ ተላዕለ። ሓደ ድምጺ ንስጋኻ ርኹስ ርኹስ ኢኻ ሕጂ ንስሓ ምእታው ትርጉም የብሉን። ተመለስ ናብቲ ባርታ ዓርክኻ ይብሎ። እቲ ካልኣይ ድምጺ ድማ ናብዚ ረሳሕ ደምበ እኮዩ እቲ ብርሃን ዝመጽእ ዘሎ ንዓ ተመለስ ይብሎ። ለይቲ ልደት ኣብ ቤተክርስትያን ሰዓት ዓሰርተ ናይ ምሸት ምስ ኮነ ዮናስ ወሰነ። እቲ ናይ ክቡር ኮቦርታ ንካቦት ብዘይኮነስ ሓደ ታራ ክዳን ተኸዲኑ መኪንኡ ገዲፉ ናብታ ዝዓበየላ ቤተ ክርስትያን ኣምርሐ። ቤተ ክርስትያን ህዝቢ መሊኡ ነበረ፣ እቲ ዕልልታ በቲ ኸኣ ማህሌት ይስማዕ፣ ካህናት ብሓጎስ ብጎል ሰብከ ብሓጎስ ኣብ ደምበ ተደቀሰ እናበሉ ይውርቡ ነበሩ። ዮናስ ግና ናብ ውሽጢ ክኣቱ ኣይደፈረን። ኣብቲ ኣፍ ደገ ኮይኑ ይርእይ ነበረ። ንርእሱ ከምቶም ጓሶት ከምቶም ኣብ ወጻኢ ኮይኖም ብርሃን ዝርእዩ ጓሶት ቆፀራ ብርሃን ዝረኣዩ ጓሶት ቆፀራ ኣብቲ እዋን ስርዓተ ቅዳሴ ጀሚሩ ዲያቆን ጸልዩ በእንተ ስማ ክብል ከሎ ዮናስ ነታ ነቲ ናይ ቀደም ህይወቱ ዘክሮ ክንደይ ንጹህ ነበረ ሕጂ ግና ብዓለማዊ ርስሓት ተጨማሊቐ ኣብ መንጎ ቅዳሴ እቶም ካህን ወንጌል ከንብቡ ወጹ። ሉቃስ ምዕራፍ ክልተ ፍቕዲ ሸውዓተ በዅሪ ወዳ ወለደ፣ ብዓለባ ውን ጠቕለለቶ። ኣብቲ ማሕደር ኣጋይሽ ስፍራ ስለ ዘይነበሮም ድማ ኣብ መብልዒ ዕማል ኣደቀሰቶ። ዝብል ምስ ኣንበቡ እቲ ቃል እዚ ንዮናስ ልቡ ሰበሮ። ስፍራ ዘይነበሮም ዝብል ቃል ተደጋጊሙ ተሰምዑ። ኦ ጎይታ በለ ዮናስ ብልቡ፣ ኣብ ልበይ ንዓኻ ዝኸውን ስፍራዶ ስኢንካ? ንገዘብ ቦታ ሃብኩ፣ ንሓለፋ ጽባቐ ቦታ ሃብኩ፣ ንትምክሕቲ ቦታ ሃብኩ፣ ንዓኻ ግና ኣብ ልበይ ቦታ ኸልኣኹኻ፣ ይቕረ በለለይ። ዮናስ ኣብቲ ኣፍ ደገ ቤተ ክርስትያን ኮይኑ ተደፍአ። ብምምራር በኸየ። እቲ ዝነበሮ ትምክሕቲ ኩሉ ሓቒቑ ጠፈ። ንመጀመርታ ግዜ ልቡ ከምቲ ክርስቶስ ዝተወለደሉ ደምበ ባዶን ትሑትን ኮነ። ዮናስ ኣብቲ ባይታ ወዲቑ ከሎ ሓደ ዓቢ ምስጢር ተረዶ። በዓል ልደት ማለት ሓደ ግዜ ኣብ ታሪኽ ዝተፈጸመ ምዝካር ጥራይ ዘይኮነስ ሎም ለይቲ ክርስቶስ ብመንፈስ ኣብ ነፍሲ ወከፍ ኣማኒ ክውለድ ከም ዘለዎ ብዝግባእ ተረድኦ። ቀስ ኢሉ ንብዓቱ ሓቢሱ ናብ ሰማይ ገጹ እናንቃዓረረ ከምዚ ድማ ክብል ጸሎት ጀመረ። ኦ መድኃኔ ዓለም እቶም ሰብኣ ሰገል ወርቅን ዕጣንን ከርበን ሒዞምልካ መጹ። ኣነ ግና ብወርቂ ጽቡቕ ግብሪ የብለይን። ዕጣን ጽሩይ ጸሎት የብለይን ከርበ ናይ ትዕግስቲ መከራ የብለይን ኣነ ሒዘልካ ዝመጻኹ ሓደ ነገር ጥራይ እዩ ንሱ ድማ ባዶን ዝተሰብረ ልብን እዩ ከምቲ ኣብቲ ጨና ዘለዎ ደንበ ዝተወለድካ ነቲ ደንበ ናብ ቤት መቕደስ ዝቐየርካዮ ሎሚ ለይቲ በጃኻ ኣብዚ ረሳሕ ልበይ ተወለድ እቲ ናይ ሓጥያት ጨና ኣጥፊእኻ ብናይ ብናይ ጸጋ ብናይ ጥዑም ሸታ ቀይሮ ነቲ ኣብ ልበይ ዘሎ እንስሳዊ ክፉእ ባህርያት ኣውጺእኻ ንስኻ ንጉስ ኮንካ ንገሰሉ ክብል ጸለየ። ዮናስ እዚ ጸሎት እዚ ምስ ጸለየ ቅድሚ ሕጂ ተሰሚዕዎ ዘይፈልጥ ፍሉይ ሰላም ተሰምዖ። እቲ ተወለድ ኣብ ልበይ ዝብል ጸሎት መልሲ ረኸበ። ክርስቶስ ብሓቂ ኣብ ልቡ ተወለደ፣ ቅዳሴ ተወዲኡ ህዝቢ ክወጽእ ጀመረ። ወጋሕታ ኮይኑ ዮናስ ካብ ቤተክርስትያን ክወጽእ ከሎ ገጹ የንጸባርቕ ነበረ። እቲ ናይ ትማሊ ምሸት ጓሂ ጠፊኡ ብሓድሽ ተስፋ ተተክኣ። ኣብቲ ማዕጾ ነቶም ትማሊ ዝረኣይዎ ኣቦ ደጊሙ ረኣዮም። እቶም ኣቦ ፍሽኽ ኢሎም ጠመትዎ፣ ቃላት ምዝራብ ኣየድልዮን'ዩ። ዮናስ ተረድኦ። ከይዱ ኢዶም ሰዓሞም። እንቋዕ ሓጎሰካ ዝወደይ! እንኳዕ ጎይታ ኣብ ደምበ ልብኻ ተረኽበ በልዎ ብዓይኖም። ዮናስ ናብ ማኪንኡ ተመልሰ። ሕጂ ዮናስ እቲ ሃብታም ግና ባዶ ዝነበረ ሰብ ኣይኮነን። ሕጂ ንሱ ልቡ ቤተልሔም ዝገበረ ኩሩሶስ ዝተወለደሉ ሓድሽ ፍጥረት እዩ። ናብ ገዝኡ ኣይኮነን ቀጥታ ናብ ሓደ ዘዕበዮ ገዳም ከይዱ ንስሓ ክኣቱ ወሰነ። ገንዘቡን ንብረቱን ንሰናይ ነገር ከውዕሎ ወሰነ። ነቶም ዝጠመዩ ክዕንግሎም፣ ነቶም ዝዓረቑ ክኸድኖም ቃል ኣተወ ምስ ነብሱ። ስብሃት ለእግዝኣብሄር ወለወላዲቱ ድንግል ወለመስቀሉ ክቡር ይትኣኮት ወይሰባህ ስሙ ለእግዝኣብሄር ኣምላክነ ኣሜን።